ሰላም ፍትዋት ተኸታተልቲ መደብ ብርሃን ሪከርድስ ከመይ ጸኒዕኹም ሎሚ እውን ብሓደ ድምፃዊ ዝምራሕ ዕላሊ ሒዘልኩም መፅኤ ዘለኹ ፈለማ ንትህቡና ሃናፅ ርእቶኹም ከይመስገንኩ ክሓልፍ የደልን ክሳብ መወዳእታ ንክትከታተሉና ብትሕትና ንዕድም ከምኡ እውን ሰብስክራይብ ናጎርኩ እሺ ክቡር ሓውና ድምጻዊ ኣብርሃም ኣለም፣ ኣቢ፣ ዕድሜን ኣኽቢርካ ስለ ዝመጻኻ የመስግን። ከምኡውን ክቡራት ተኸታተልቲ ንኣቢ ክትረኽብዎ እትደልዩ ድማ በዛ እትስዕብ ቀዋሚት ቴሌፎንና ክትድውሉ ትኽእሉ ኢኹም። ሓዙ ቁጽሪ ቴሌፎን ባዶ ባዶ ባዶ ባዶ ባዶ ባዶ ክደግማ እየ ባዶ ባዶ ባዶ ባዶ ባዶ ባዶ። ሕራይ ኣቢ፣ ሕቶታተይ ክጅምር ይቕሬታ ስልኪ ድወለሎ። ሃሎው ሃሎው መርሓባ መርሓባ ድምጻዊት ኤደን ከሰተ ከመይ ትኾኒ ኣብይ ንዓኺ እንታይ ክዩ ዋው እንታይ ናልክ ዳ ትቀባጥርሉ ዋው ገራሚት እያ ካሊእኸ? ትሕበንሉ ደሞ እ ድገምለይ እስኪ እሺ ኤዱ ኣኽቢርኪ ስለ ዝደወልኪ ነመስግን። ካብ መስመር ወፂኣ ኣላ ኤደን። እሺ ኣቤላ ኤደን ከመይ ዓይነት ጓል እያ ንዓኻ? ዝድውል ክሳብ ዝርከብ ናሑተይ ክሰግር። እሺ ኣቢ ሙዚቃ መዓዝ ጀሚርካ? ኣብ ግዜ ልደተይ ካብ ህጻንነተይ ግርም ሄሎ ሄሎ መርሓባ መርሓባ ድምጻዊት ሰምሃር ዮሃንስ ኣቢ ይሰምዐ ከሎ ሕቶ ተሊኪ ቀጽሊ። ሰማይ ሸመይ ትኸይድ ሳዕ እሺ ኣቢ ንፍቕራዊ ሕቶኣ መልሲ እስካ እባ ኣይፈተኽኩ ዋእ ንጹር መልሲ እባ ዘፍቅር ኣላትኒ እሺ ሰምሃር ንሕቶታትኪ ንጹር መልሲ ከም ዝረኸብኪ ተስፋ እገብር ስለ ዝደወልኪ ድማ እናመስገና ኢና እሺ ኣቢ ትጸልኦ ነገር ስለምንታይ በይንኻ ምዃን ፈሪሐዮ ይቕሬታ ኣብ መስመር ሰብ ኣለና መስለኒ ሃለው ሃለው መርሓባ መርሓባ ስነ ጥበባዊት ሚልዮን ሃይሉ ከመይ ትኾኒ ዓብያ መስመር ኣሎ ክትቕፅል እትኽእል እኺ ኣቢ መልሲ ሃባ እስኪ ኣቢ ብዘይካ ይቕረባ ካሊእ በላ ቀፅል እስኪ ሚሊ

እሺ ኣቤላ ዘይርሰዐካ ነገር እንታይ እዩ ቃንዛ ቃንዛ ቃንዛ ፍቕሪ እቲ ቃንዛ ፍቕሪ እሞ ኣብዚ ሕዚ ሰዓት ከመይ ትሪኦ ፍቕሪ ምቁር ዝኽሪ ናይ መዓዝ ቃንዛ እዩኸ? ዓመታት ኣቁጺሩ። ሃለው ሃሎ መርሓባ መርሓባ ድምጻዊት ዳናይት ዮሃንስ ከመይ ኢኺ ንሰምዐኪ ኣለና ቀጽሊ ይቕሬታ ዳናይት ሓንቲ ግዜ ስምዕኒ ዘላትኪ ግዜ ሓጻር እያ ሕቶኺ ንጹር ግበርዮ። ንዓባ ፍቕሪ ወሲድካ ንዓባ ፍቕሪ ሃበኒ። እሺ ኣቢ ገለ መልሰላ። ዘፍቅር ኣላትኒ። እሺ ዳናይት ስለ ዝደወልኪ ነመስግን። ሀሎ ሀሎ የዋሬታ ተቋሪጻላ መስለኒ ሄሎ መርሓባ መርሓባ ድምፃዊት ሳባ እንድ ማርያም ከመይ ኣለኺ ዓቢ ኣብ መስመር ኣሎ ይሰምዐ ከሎ ቀፅሊ ብኻጨካ ኔርካ መልሲ ኣለካ ዶ ኣቢ ብጌጋየ ብጌጋየ ውዒለዮ እምበራቢ ሓሲበዮ ክትፍለያ ትሓስብ ኔርካ ደኻ ሓሲበዮ ኣይፈልጥን

ትብላ ነገር ኣለካ ድዩ?
እሺ ክቡር ድምጻዊ ንሎማዓንቲ ዝነበረና ጻንሒት ሰብ ዝኽናዓቱ እህ መን ዳዩ ውድእ ሰዓት ከ ዝድውል ሃሎው ሃሎው መርሓባ መርሓባ ካብ ትግራይ ምሽ እሺ ድምጻዊ መስፍን ብርሃኑ ናይ ኣብርሃም ደርፊ ክትሰምዖ ከለኻ ከመይ ይስምዐካ? ካሊእ ከ ኣነዶ እሺ ድምጻዊ ተዘዝ ማነው ይቅርታ ድምጻዊ መስፍን ስለ ዝደወልካ የመስግነካ እሺ ፍትዋት ተኸታተልቲ መደብ ብርሃን ሪከርድስ ንሎሚ ኣብዚ ክንዓጹ ኣብ ቀጻሊ ምስ ካልኦት ክንምለስ ኢና ክሳብ ሽዑ ሰሰናዩን ጥጥዕሙን ንዓኹም ይኹን ንዓና ውን ከምኡ ባይ ባይ love you።